በስመ ኣብ ወወልድ ወመንፈስ ቅዱስ ኣህዱ ኣምላክ ኣሜን ከመይ ፀኒሕኩም በቲ ኮምፒተር ስለ ዝዓበየ ብቴሌፎን ኣትየ ዘለኹ ሓበሬታ ምስ ዘርጋሕና ዋእ ኣረጋጊጽኩም ዲኹም ብበላበሎ በለክካ ለኽዓካ ከይኸውን ወይ ከዓኒ ካብ ማስ ሚድያ ናይ ዓለም ቀሪሕኩም ከይትኾኑ ወይ ይብልሎ ኢልኩም ከይትኾኑ ኢልኩም ሓቲትኩም ብዙሓት ማለት እዩ ከምኡ ኢልኩም ምዝራብኩም ብጣዕሚ ካብቲ ዘሕጉስ ነገር እዩ ስለምንታይ ኩሉ ንገብሮ ብሓላፍነታውን ኩሉ ንገብሮ ብቑን ኣጋባብን ክኸውን ስለ ዘለዎ እምበኣር ብርግጽ መንግስቲ ኤርትራን ጳጳሳት ኤርትራን ኣብ ልዕሊ ቀደማዊ እንጠንዮስ ናይ ሞት ፍርዲ ብምረዛ ሰሪሖም ኣሉ እዚ ካብ መራሕቲ ሃይማኖት ዘይትጽበዮ ዝሕዝን ተዋስኦ ክስራሕ ጳጳሳት ኤርትራን ገለ መነኮሳት ኤርትራን ኣብ ቤት ጽሕፈት ሃገራዊ ድሕነት ኣብ ቤት ጽሕፈት ፕረዚደንት ይመላለሱ ምቕናዮም ቀደም ሓበሬታ በጺሑና እዩ

ከምዚ ዝበለ ክንሰምዕ ከለና ዝስምዐና ነገር ከቢድ እዩ። ሃይማኖት ማለት ፀወታ ኣይኮነን። ኣምላኽ ማለት ፀወታ ኣይኮነን። እና ፖለቲከኛታት ኣይኮናን እና ፖለቲከኛታት ኣይኮናን እና ፖለቲከኛታት ኣይኮናን ሃይማኖታውያን ኢና እንገብሮ ከዓ ብሓላፍነትን ብሓቅን ክንገብሮ እዩ እዞም ኣቦታት ገሊኦም ጳጳሳት ክኾኑ ገሊኦም ፓትርያርክ ክኾኑ ገሊኦም እቲ መንግስቲ ክፈቶም ኣብዚ ኩሉ ገበንን ኣብዚ ኩሉ ነገርን ኣትዮም ኣሎ ሕማም ኣይነበሮም ሓሚሞም ኣይቀነዩ እዚ እውን እዚ ዝኣከብናዮ ሓበሬታ ኣሎ እዚ ግን ገሊኡ እቲ ሓበሬታ ተመምዮ ኣብታ ክነዝድ ዕፅውቲ ዝኾነት ምድራዊ ስዕል ኤርትራ ንዝግበሩ ስርሓት ንኽትረኽቦም ብኣዝዩ ፀቢብ ዝኾነ ነገራት እዩ እቶም ሓበሬታ ዝህቡ ንገዛእ ርእሶም እቲ ዝፈልጥዎ እንዳፈርሑ ስለ ዝዛረብዎም ንእሽቶ እዮም ዝዛረብ እኳ ስለዚ ንሕና ግን እዚ ነገር እዚ ከም ሃይማኖታውያን መጠን ጉዳይ ቤተ ክርስትያንና ስለ ዝኾነ ቀዳማዊ እንጠንዮስ ንህይወቶም ሓደ እዮም ግን ናይ ቤተ ክርስትያን ኣይኮን ናይ ቤተ ክርስትያን ክብሪ እዮም እንድሕሪ ቀዳማዊ እንጠንዮስ ኣብ ቤት ማእሰርቲ መይቶም በዚ ምረዛዚ ቤተ ክርስትያን ኦርቶዶክስ ኣብ ክልተ ክትምቀል ምዃና ህዝቢ ኦርቶዶክስ ክፈልጥ ይግብኦ ስለዚ ነፍሲ ወከፍ ኣማኒ ኦርቶዶክስ ካብ ኣጽናፍ ስጋብ ኣጽናፍ ዘሎ እዞም ሰባት እዚኦም ደው ኢሉ ክዛረቦም ጥራይ ዘይኮነሲ ቤተ ክርስቲያን ናሕደጉልና ክብኦም ንሕና ሰብ ብምረዛም ናይ ዝቐትሉ መስቀል ክንሳለም እንታይ ኣይኮናን ፍቃደኛታት ኣይ ይዕቁቡ ኣሽማቶም ዘይዕቅቡ ክስቶ ብከምዚ ዕለት ተመርዩ ዝመይቱ ክስቶ ብከምዚ ዝበለ ቀቲሎም ኢሎም ክዛረቡ ከለዉ ኣይንኣምንን ነርና ከም በዓል ፈረድዮም ገረድዮም ዝበሃሉ ኣብ ተፈላለየ ፓርቶም ዝብሉ ኣይንኣምንን ነርና ብርግፅ ግን እዞም ሰባት ሰብ እንዳሰመሙ ሰብ እንዳጥፍኡ ዝመፁ ህዝብውን ህጅውን ህዝቢ ኤርትራ ንጥፍዓትካን ንሞትካን ተዓጢቖም ከም ዘለዉ ፈሊጥካ ብጸሎት ክተግህን ካብ ኣኼብኦም ክትርሕቕን ይግበኣካ እቶም ናብ ኤርትራ ክኸዱ ዝደልዩ እውን ኣቋርፅዎ እዚ ነገር እዚ ቀሊል ከይመስለኩም ኣገልግሎትና ስራሕና ሕቶና ብሞት ቀዳማውን ጸኔት ዝዕንቀፍ ኣይኮነን እንድሕር ደኣ ቀዳማዊ እንጦንዮስ በዚ ነገር እዚ እንተ ደኣ ኣብ ሓደጋ ወዲቖም ማለት እንተ ደኣ ንህይወቶም ኣብ ሓደጋ ኣእትይዎ እንተ ደኣ ካብዚ ዓለም እዚ ተፈልዮም እዞም ገበን ዝገበሩ ጳጳሳት ኣብ ዝኸድዎ ሰብ ብቆርባባ እምኒ ቆትሎም ምዃኑ ክርድኡ ይግብኦ ኣይኣመንትን ዝበሃሉ ደኣ እሞ እንታይ እዩ እቲ ምእማንስ እንታይ እዩ እቲ መናፍቓን ዝበሃል ስንታይ እዩ እቲ ክሓዲ ዝበሃል ስንታይ እዩ ኣማኒ ተባሂልካ ምቕታል ሰብ ትውዕል ድሕር ደኣ ኮይንካ ካብ ናትካ እምነት

ኣይምኾነን ነይሩ ዋላ ዕድመኦም እውን ኣኺሉ ክመቱ ይኽእሉ ነይሮም ኣብዚ ኩሉ ፍወሳን ኣብዚ ኩሉ ናይ ጠንቆት ከም ቆልዑ ስራሕ ምድሃይት ጌርካ ምባልን ግን ኣብዚ መዓሎም ግን ቀዳማውን ቄኔስ ይምቱ ይሃሉ ብዘየገድስ መንግስቲ ኤርትራ ነዚ ኩሉ ኣብ ግዜ ሰሓል ኣትሒጁ ኣብ በረኻታት ኣትሒዙ ብህዝባዊ ግንባር ከምዚ መይቶም ብህዝባዊ ግንባር ከምዚ ተፈውሾም ተረሺኖም ዝበሃል ኩሉ ሓቂ ምዃኑ በዚ ነገርዚ ክንኣምን ክኢልና ኤርትራ ካብ ህዝቢ ሽንካእ እንዳተበላሸወ ክነብር እየ ኢልካ እንድሕር ሓሲብካ ምብልሻው ዘይኮነ ምክፍፋል ክመፀካ ምዃኑ ክትፈልጥ ይግበካ ሕና እውን ከምዚ ዝግበር እንድሕር ዳ ኮይኑ ንሓድነት እንፅዕሮ የብልና ንሓድነት ዘገድሰና የለን ኦርቶዶክሳውያን ዝኾንኩም እቶም ናይ ሓቂ ኦርቶዶክሳውያን እቶም ናይ ፖለቲካ ዘይኮነ እቶም ንስለ ሽሙ ነጸላ ክኽደኑ ዘይኮነስ እቶም ብውሽጥኹም ፍቕሪ ኦርቶዶክስ፣ ፍቕሪ ክርስትያናውነት፣ ፍቕሪ ክርስቶስ ዘለኩም መንግስቲ ኣምላኽ ናተይ ኢና ትብሉ ካህናትን ዲያቆናትን ኣብዚ ጾምን ጸሎትን ምሳና ክትሓብሩ ዕዱማት ነዚ ናይ ድራጎን ፍልስፍና ዝኽተል ዘሎ ብጠንቆልቲ ዝመሓደር መንግስቲ ኣሚንኩም እንተ ኮይንኩም ግን ጽባሕ ንግሆ ምድርና መህፀረ ንሕና ሓድነት ብዘይ ምግባርና ኦሮማይ ንከሓድ ኣለና ኦሮማይ ፅሊ ትዝንብየና ኣላ ፅሊ ትዝንብላ ናይ መጨረሽታ ንባታ ተኸሉ ሰዓት ብዙሕ ግዜ ክፅረፍ ስቂልና ኢና እጂ እውን ብኡ እንተ ተቐፂሉ ዋግኡ ከቢድ ምዃኑ ክትፈልጡ ይግባእ ዋግኡ ከቢድ እዩ ስለዚ ከም ክርስትያን መጠን ነፍሲ ወከፍ ሰብ ንፅውዕ እንድሕር ደኣ ሃልዩ ኾኖ እዩ ኣብ ኤርትራ ዘሎ ግን ብሓደ ሰብ ርእሲ ዝዝወር ብጥዑይ ኣእምሮ ዘይኮነስ ብዝሓመመ እምሮ ኣብ ሓደ ዲጋ ብዝውዕል ሰብ ዝዝወር ዘሎ ሓገር ኮነ ከዓ ኣብዛ ፍልሰታ ዝገበርና ጌርና ፓትርያርክ ክንቀብእ ኢና ተባሂሉ ድሕሪ እንጦንዮስ ቀዳማዊ እዚ ፓትርያርክ ዝበሃል ኣይንፈልጥ ድሕሪ እንጦንዮስ ፓትርያርክ ኣብ ኤርትራ የለ ቀታሊ ሰብ ተዳ ጳጳስ ክሽየም ኮይኑ ተዳ ፓትርያርክ ክሽየም ኮይኑ ዝኾነ ይኹን ነገር ተሰማሚዕካ ደኣ እምበር መርዚ ጌርካ ንሰባት ወጊእካ እሞ ከዓ ምስ ዓዋሉ ቢልካ ዳሕራይ ከዓ ኣብ ቤተ ክርስትያን ኬድካ ኣነ ንጹሕ ካብ ሓጢኣትኩም ሓጢኣትካ ከይነስሓካ ካብ ሎሚ ከዓ መንግስቶም ኣብ ሰማይ ደኣ እምበር መንግስትኹም ኣብ ምድሪ ከም ዘይብልኩም ፍለጡ ስለዚ ስለ ሓድነት ቤተ ክርስትያን ጸልዩ ስለ ጥዕና ቀዳማውን ጥዕንኡ ትጽሉ ፓትርያርክ ማለት ዋዛ ኣይኮነን ኩሉ ብኬሚካል ገይሮም ወጊኦሞም ከም ዘለዉ ክመትሎም ይጽበዩ ከም ዘለዉ ኩላ ዓለም በጺሕዋ ብምሉእ ተዘርጊሑ እዩ ምንም ነገር ከም ጳጳሳት ኣብ ዓለም ክም ዝሪኦም የለን ምናልባሽ ኣብታ ኤርትራ ስጋዕ እቲ ሰብኣይ ትልኽ ዝብል ዘሎ ክብልዮም ንሱ ምስ መተ ግን ክንመጽእ ኢና ኣቂድ ምሕግደው ከነብሎም ኢና ኣብዚ ኩሉ ፍወሳን ኣብዚ ኩሉ ናይ ጠንቆት ከም ቆልዑ ስራሕ መድሃኒት ጌርካ ምባልን ግን ኣብዚ መዓሎም ግን ቀዳማውን ቄኔስ ይምቱ ይሃሉ ብዘየገድስ መንግስቲ ኤርትራ ነዚ ኩሉ ኣብ ግዜ ሰሓላት ሕጁ ኣብ በረኻታት ኣትሒዙ ብህዝባዊ ግንባር ኮምዚ መይቶም ብህዝባዊ ግንባር ኮምዚ ተፈውሾም ተረሺኖም ዝበሃል ኩሉ ሓቂ ምዃኑ በዚ ነገር እዚ ክንኣምን ክኢልና ኤርትራ ከም ህዝቢ ሽንካ እንዳተበላሸወ ክነብረ ኢልካ እንድሕር ሓሲብካ ምብልሻው ዘይኮነ ምክፍፋል ክመፀካ ምዃኑ ክትፈልጥ ይግበካ ሕና እውን ከምዚ ዝግበር እንድሕር ደኣ ኮይኑ ንሓድነት እንፅዕሮ የብልና ንሓድነት ዘገድሰና የለን ኦርቶዶክሳውያን ዝኾንኩም እቶም ናይ ሓቂ ኦርቶዶክሳውያን እቶም ናይ ፖለቲካ ዘይኮነ እቶም ንስለ ሽሙ ነፀላ ትክደሩ ዘይኮነስ እቶም ብውሽጥኹም ፍቅሪ ኦርቶዶክስ ፍቅሪ ክርስትያናውነት ፍቅሪ ክርስቶስ ዘለኩም መንግስቲ ኣምላኽና ኣቲና ትብሉ ካህናትን ዲያቆናትን ኣብዚ ፆምን ፀሎትን ምሳና ክትሓብሩ እድማት ነዚ ናይ ድራጎን ፍልስፍና ዝኽተል ዘሎ ብጠንቆልቲ ዝመሓደር መንግስቲ ኣሚንኩም እንተ ኮይንኩም ግን ፅባሕ ንግሆ ምድርና መህፀረመ ንሕና ሓድነት ብዘይ ምግባርና ኦሮማይ ንከሓድ ኣለን ኦሮማይ ፅሊ ትዝንብየና ኣላ ፅሊ ትዝንብላ ናይ መጨረሽታ ንባታ ተኸሉ ሰዓት ብዙሕ ግዜ ክፅረፍ ስቂልና ኢና ዝኾነ ሰብ እኳ ክሰምሮ እዩ ኢልካ ዘይትፅበዮ ዘደንፁ ንክትኣምነ ዘሸግር ሓቂ እዩ ከምዚ ዝበለ ክንሰምዕ ከለና ዝስምዐና ነገር ከቢድ እዩ። ሃይማኖት ማለት ፀወታ ኣይኮነን። ኣምላኽ ማለት ፀወታ ኣይኮነን። እና ፖለቲከኛታት ኣይኮናን እና ፖለቲከኛታት ኣይኮናን እና ፖለቲከኛታት ኣይኮናን ሃይማኖታውያን ኢና እንገብሮ ከዓ ብሓላፍነትን ብሓቅን ክንገብሮ እዩ እዞም ኣቦታት ገሊኦም ጳጳሳት ክኾኑ ገሊኦም ፓትርያርክ ክኾኑ ገሊኦም እቲ መንግስቲ ክፈቶም ኣብዚ ኩሉ ገበንን ኣብዚ ኩሉ ነገርን ኣትዮም ኣለዉ ሕማም ኣይነበሮም ሓሚሞም ኣይቀለዩ እዚ እውን ዝዝኣከብናዮ ሓበሬታ ኣሎ እዚ ግን ገሊኡ እቲ ሓበሬታ ተመምዮ ኣብታ ክነዝድ ዕፅውቲ ዝኾነት ምድራዊ ስኤልዮታ ንዝግበሩ ስራሓት ንኽትረኽቦም ብኣዝዩ ፀቢብ ዝኾነ ነገራት እዩ እቶም ሓበሬታ ዝህቡ ንገዛእ ርእሶም እቲ ዝፈልጥዎ

በስመ ኣብ ወወልድ ወመንፈስ ቅዱስ ኣህዱ ኣምላክ ኣሜን ከመይ ፀኒሕኩም በቲ ኮምፒተር ስለ ዝዓበየ ብቴሌፎን ኣትየ ዘለኹ ሓበሬታ ምስ ዘርጋሕና ዋእ ኣረጋጊጽኩም ዲኹም ብበላበሎ በለክካ ለኽዓካ ከይኸውን ወይ ከዓኒ ካብ ማስ ሚድያ ናይ ዓለም ቀሪሕኩም ከይትኾኑ ወይ ይብሉ ኣለዉ ኢልኩም ከይትኾኑ ኢልኩም ሓቲትኩም ብዙሓት ማለት እዩ ከምኡ ኢልኩም ምዝራብኩም ብጣዕሚ ካብቲ ዘሕጉስ ነገር እዩ ስለምንታይ ኩሉ ንገብሮ ብሓላፍነታውን ኩሉ ንገብሮ ብኹነ ኣጋባብን ክኸውን ስለ ዘለዎ እምበኣር ብርግጽ መንግስቲ ኤርትራን ጳጳሳት ኤርትራን ኣብ ልዕሊ ቀደማዊ እንጠንዮስ ናይ ሞት ፍርዲ ብምረዛ ሰሪሖም ኣሉ እዚ ካብ መራሕቲ ሃይማኖት ዘይትጽበዮ ዝሕዝን ተዋስኦ ክስራሕ ጳጳሳት ኤርትራን ገለ መነኮሳት ኤርትራን ካብ ቤት ጽሕፈት ሃገራዊ ድሕነት ቤት ጽሕፈት ፕረዚደንት ይማለለስ ምቕናዮም ቀደም ሓበሬታ በጺሑና እዩ እዚ ንኽትሰምዖ ዘደንጹ ኣሸንኳ እንዶ ክርስትያን እየ ዝብል ሰብ ስያን ክብሪ እዮም እንድሕሪ ቀዳማዊ እንጠንዮስ ኣብ ቤት ማእሰርቲ መይቶም በዚ ምረዛ እዚ ቤተ ክርስቲያን ኦርቶዶክስ ኣብ ክልተ ክትምቀል ምዃና ህዝቢ ኦርቶዶክስ ክፈልጥ ይግብኦ ስለዚ ነፍሲ ወከፍ ኣማኒ ኦርቶዶክስ ካብ ኣጽናፍ ስጋብ ኣጽናፍ ዘሎ እዞም ሰባት እዚኦም ደው ኢሉ

ሰብ እንዳሰመሙ ሰብ እንዳጥፍኡ ዝመፁ ህዝቢውን ህጅውን ህዝቢ ኤርትራ ንጥፍዓትካን ንሞትካን ተዓጢቖም ከም ዘለዉ ፈሊጥካ ብጸሎት ክተግህን ካብ ኣኼብኦም ክትርሕቕን ይግበር እቶም ናብ ኤርትራ ክኸዱ ዝደልዩውን ኣቋርፅዎ እዚ ነገር እዚ ቀሊል ከይመስለኩም ኣገልግሎትና ስራሕና ሕቶና ብሞት ቀዳማውን ጸኔት ዝዕቀፍ ኣይኮነን ድሕዳ ቀዳማዊ እንጦንዮስ በዚ ነገር እዚ እንተ ደኣ ኣብ ሓደጋ ወዲቖም ማለት እንተ ደኣ ንህይወቶም ኣብ ሓደጋ ኣዕትዎ እንተ ደኣ ካብዚ ዓለም እዚ ተፈልዮም እዞም ገበን ዝገበሩ ጳጳሳት ኣብ ዝኸድዎ ሰብ ብቆርባባ እምኒ ቆትሎም ምዃኑ ክርድኡ ይግብኦ ኣይኣመንትን ዝበሃሉ ደኣ እሞ እንታይ እዩ እቲ ምእማንስ እንታይ እዩ እቲ መናፍቓን ዝበሃል ስንታይ እዩ እቲ ክሓዲ ዝበሃል ስንታይ እዩ ኣማኒ ተባሂልካ ምቕታል ሰብ ትውዕል ድሕዳ ኮንካ ካብ ናትካ እምነት

እዚ ንክትሰምዖ ዘደንጹ ኣሽንኳ እንዶ ክርስትያን እየ ዝብል ሰብሲ ዝኾነ ሰብ እኳ ክሰምሮ እዩ ኢልካ ዘይትጽበዮ ዘደንጹ ንክትኣምነ ዘሸግር ሓቂ እዩ ከምዚ ዝበለ ክንሰምዕ ከለና ዝስምዐና ነገር ከቢድ እዩ። ሃይማኖት ማለት ፀወታ ኣይኮነን። ኣምላኽ ማለት ፀወታ ኣይኮነን። እና ፖለቲከኛታት ኣይኮናን እና ፖለቲከኛታት ኣይኮናን እና ፖለቲከኛታት ኣይኮናን ኣለዉ ኢልኩም ከይትኾኑ ኢልኩም ሓቲትኩም ብዙሓት ማለት እዩ ከምኡ ኢልኩም ምዝራብኩም ብጣዕሚ ካብቲ ዘሕጉስ ነገር እዩ ስለምንታይ ኩሉ ንገብሮ ብሓላፍነታውን ኩሉ ንገብሮ ብቑን ኣገባብን ክኸውን ስለ ዘለዎ እምበኣር ብርግጽ መንግስቲ ኤርትራን ጳጳሳት ኤርትራን ኣብ ልዕሊ ቀደማዊ እንጠንዮስ ናይ ሞት ፍርዲ ብምረዛ ሰሪሖም ኣሉ እዚ ካብ መራሕቲ ሃይማኖት ዘይትጽበዮ ዝሕዝን ተዋስኦ ክስራሕ ጳጳሳት ኤርትራን ገለ መነኮሳት ኤርትራን ካብ ቤት ጽሕፈት ሃገራዊ ድሕነት ካብ ቤት ጽሕፈት ፕረዚደንት ይመላለሱ ምቕናዮም ቀደም ሃይማኖታውያን ኢና እንገብሮ ካብ ሓላፍነትን ብሓደን ክንገብሮ ይግባእ እዞም ኣቦታት ገሊኦም ጳጳሳት ክኾኑ ገሊኦም ፓትርያርክ ክኾኑ ገሊኦም እቲ መንግስቲ ክፈቶም ኣብዚ ኩሉ ገበንን ኣብዚ ኩሉ ነገርን ኣትዮም ኣሎ ሕማም ኣይነበሮም ሓሚሞም ኣይቀለዩ እዚ እውን ዝዝኣከብናዮ ሓበሬታ ኣሎ እዚ ግን ገሊኡ እቲ ሓበሬታ ተመምዮ ኣብታ ክሎዝድ ዕፅውቲ ዝኾነት ምድራዊ ስኤል ኤርትራ ንዝግበሩ ስርሓት ንኽትረኽቦም

እንድሕሪ ቀዳማዊ እንጠንዮስ ኣብ ቤት ማእሰርቲ መይቶም በዚ ምረዛዚ ቤተ ክርስቲያን ኦርቶዶክስ ኣብ ክልተ ክትምቀል ምዃና ህዝቢ ኦርቶዶክስ ክፈልጥ ይግብኦ ስለዚ ነፍሲ ወከፍ ኣማኒ ኦርቶዶክስ በስመ ኣብ ወወልድ ወመንፈስ ቅዱስ ኣህዱ ኣምላክ ኣሜን ከመይ ፀኒሕኩም በቲ ኮምፒተር ስለ ዝዓበየ ብቴሌፎን ኣትየ ዘለኹ ሓበሬታ ምስ ዘርጋሕና ዋዕ ኣረጋጊፅኩም ዲኹም ብበላበሎ በለክካለ ክዓካ ከይኸውን ወይ ከዓኒ ካብ ማስ ሚድያ ናይ ዓለም ቀሪሕኩም ከይትኾኑ ወይ